ቦሎኛ ትእምርቲ ሃገራዊ ፍቕርን ሓድነትን መበል ኣርብዓ ዓመት ዝኽሪ ናይታ ኣብ እዋን ሓርነታዊ ቃልሲ መዲና ምትእኽኻብ ሃገራውያን ተቓለስቲ ዝነበረት ቦሎኛ ካብ ሎሚ ኣርባዕተ ሓምለ ጀሚሩ ክሳብ ሽዱሽተ ሓምለ ብኽብ ዝበለ ድምቀት ክኽበር እዩ። ከም ዝፍለጥ ኣብ እዋን ቃልሲ ንናጽነት ኣብ ወጻኢ ዝነብሩ ኤርትራውያን ሓያል ውዳበ ፈጢሮም ነቲ ኣብ ውሽጢ ሃገር መስዋእቲ እናኸፈለ መግዛእቲ ንምጽራግ ኣብ ብርቱዕ ኲናት ዝነበረ ህዝቦም፣ ድምጹ ኣብ ዓለም እናቃልሑ፣ ዘድልዮ ንዋትን ሞራልን እናስነቑ ጽኑዕ ብርኪ ኮይኖሞ እዮም። እዚ ዘሕብን ታሪኽ ኤርትራውያን ኣብ ወጻኢ እንዝክሮ ድማ፣ ከተማ ቦሎኛ ጎሊሑ ዝጥቀስ ኣዝዩ ተናፋቒ ክብርታት ኣለዋ። ከተማ ቦሎኛ እተኣንግዶ ዝነበረት ምትእኽኻብ ሃገራውያን ተቓለስቲ፣ ኤርትራዊ ሃገራዊ መንነት ኣብ ምድማቕ፣ ሓድነትን ጥምረትን ተቓለስቲ ኣብ ምድልዳል፣ ቃልሲ ንናጽነት ኣብ ምሕያል፣ ባህልን ክብርታትን ሕብረተሰብ ኤርትራ ብምዕቃብ ናብ ንኣሽቱ ወለዶ ኣብ ምስግጋር ዝተጻወቶ ተራ ቀሊል ኣይነበረን። ሓደ ካብ ዓበይቲ ሳዕቤናት ስደት፣ ሰራውር መበቆል በቲኹ ባህላዊ ውርሻታት ኣጥፊኡ መንነት ዝሓክኽ ምዃኑ'ዩ። ኣብ ታሪኽ ከም ዝተራእየ ዳርጋ ኩሎም ስደተኛታት፣ ሓንሳብ ካብ መቦቆል ዓዶም ምስ ወጹ መንነቶም ጸሊኦም ባህሊ ዝተሰደዱሉ ሃገር ርዒሞም ሃሲሶም እዮም ዝተርፉ። እዚ ከቢድ ሳዕቤን ናይ ስደት ንኤርትራውያን ፍጹም ኣይጸለዎምን። ምኽንያቱ ኤርትራውያን ንስደት ከም ግዝያዊ ፍታሕ ደኣ እምበር ከም ዘላቒ መንብሮ ጠሚቶሞ ኣይፈልጡን። ነቲ ዝነብሩሉ ሃገር ድማ ኣብ ዝኾነ ይኽ እዋን ከም መተካእታ ዓዶም ርእዮሞን ሓሲቦሞን ኣይፈልጡን። ሃሞምን ቀልቦምን ወትሩ ምስ ሃገሮምን ህዝቦምን እዩ። በዚ ምኽንያት ኣብ እዋን ሓርነታዊ ቃልሲ ኩሉ ዓቕሞም፣ ብልሖምን ክእለቶምን ናብ ምዕዋት ቃልሲ ንናጽነት እዩ ቀኒዑ ነይሩ። መግዛእቲ ብጥሙር ቅልጽምን ሓያል ጽንዓትን ህዝቢ ተሳዒሩ፣ ኤርትራ ከም ናጻን ልኡላዊትን ሃገር ግቡእ ክብራ ምስ ጨበጠት ዝፈለመ ልምዓታዊ ተጋድሎ ንምዕዋት እውን ኣብ ወጻኢ ዝነብሩ ዜጋታት ኣብ ልዕሊ ናብዮት ስድራቤቶም ብገዛእ ፍቓዶም ናበይቲ ንዘይብሎም ስድራ ስውኣት ናይ ምእላይ ሓላፍነት ሰኪሞም ንልምዓት ዝውዕል ስሩዕ ክፍሊትን ተወሳኺ ወፈያታትን እናሰልዑ ንኹሉ ሃገራዊ ጉዳይ ብዕዙዝ ሱታፌ እናድመቑ ሞራላውን ንዋታውን ደገፎም ንልምዓት ሃገር ብዝለዓለ ደረጃ እዮም ቀፂሎምዎ። ልኡላውነት ሃገር ክደፍር ዘንቀደ ዳግማይ ወራር ብወያነ ምስተኣወጀ ከዓ ቀፎኡ ከምዝተተንከፈ ንህቢ ብሓደ ተላዒሎም ከም ወትሩ ብንዋትን ፍናንን መኸተ ህዝቦም ኣሐይሎም፣ ድልየት ህዝቢ ኤርትራ ንሰላም ኣብ ዓለም ኣቃሊሖም ዜግነታዊ ሓላፍነቶም ብሰሩዕ መንገዲ ፈጺሞም። ድሕሪኡ'ውን ብቐጥታን ብመንገዲ ከደምትን ክፈታተን ዝጸንሐ ዝተፈላለየ ተጻብኦታት እናቐሰሙ፣ ኣንጸባራኡይ ታሪኾም ተወሳኺ ክብሪ እናደረዑሉ ይምርሹ ኣለዉ። ህዝቢ ኤርትራ ኣብ ዝኸደ ከይዱ ፍቕሪ ሃገሩን ህዝቡን ዘይንኪ፣ እኳ ደኣ መሊሱ ዝዛይድ፣ ብመበቆሉን መንነቱን ዝኾርዕ፣ ባህሉን ልምዱን ዝያዳ ኩሉ ዘፍቅር ሕቡን ህዝቢ እዩ። መበል ኣርብዓ ዓመት ፈስቲቫል ቦሎኛ እምበኣር፣ እዚ ሓበን እዚ ዝኹልዕ፣ ነቲ ኣብ ሕዋን ሓርነታዊ ቃልሲ ተኣምር ዝሰርሐ ሃገራዊ ፍቕርን ሓድነትን ሎሚ እውን ከም ትማሊ ኣብ ቦትኡ ምህላዉ ጥራይ ዘወኮነ፣ ካብ ዝኾነ እዋን ንላዕሊ መሊሱ ምድማቑ ንፈታውን ጸላእን ኣድሚቑ ዘርኢ ዕዙዝ በዓል እዩ። ዮሃና ንመላእ ህዝቢ ኤርትራ ውሽጥን ወጻእን ክብሪ ንትእምርቲ ሃገራዊ ፍቕርን ሓድነትን ፈስቲቫል ቦሎኛ።